ሕውነት ምስ ስርዓት ትግራይ እዩ ኣርእስትና ሎሚ ሓደ ነዛ ርእስቲ እዚኣ ምስ ረኣያ ዋው ተኣፋፍ ርእስቲ ኢሉ ጽሒፍለይ ኖ እንታይ እቲ ተኣፋፍነታ ከዓ ንዓይ የስሕቐኒ በቃ ኩሉም ከብድና እንተተባህለስ ከብድና ስጋ ብትኮስ ትም ክንብል ንሕና ሃገርና እንተልና ኩለነ እዛንን መልሓስን የቕንዓልና ካልእ ከኣ ነቲ ገዛእ ታሪኽና ናታ እናምሰለቶ ትም ክንብል ህያው ኣብነት ስውር መግዛእቲ ንገዛእ መንነትካ ካብ ሰብ ክትሰምዖ ምድላይ እገዳ ንቁጠባ እገዳ ካብ መገሻ እገዳ ካብ ንግዲ ንኤርትራ እገዳ ካብ ዘረባ ከኣ ንደቂ ኤርትራ ምኒባ በይኑ፣ በዚ ድማ'ዩ ዝቃለሰሉ ዘለኹ ክብጠስ ዘለዎ ቀይዲ ካብ ገዛእ ቅያኻ ሓሳዊ ማይክሮፎን ምስ ሓዘ ሓቀኛ መጉልሒ ድምጺ ክስእን መን እዩ ኣዚዙ? ኣነ ብድምጸይ ከስምዓሉ'የ። ጠበቓ ክብርታትካ ኮንካ ዓው ኢልካ ምምዳር ከም ባህሊ ንኽኣቱ ዝከኣለኒ ክገብር መብጽዓይ። ንስኻ'ውን ስዓብ፣ ሓበንካ ዓለም ትስምዓዮ፣ ድምጽኻ ንንኡሳን ኣሕዋትካ ኣካፍል። ኣነ ንስቕታና ውንጽኢቱ ናብ ሰለስተ መቒለ'የ ዝገልጾ። ቀዳሞት ዓሰርተ ዓመታት ትም ምስ በልና ታሪኽና ዘሕፍረና መሲልዎም ባዕሎም ብቓሕትኦም ጽሒፎሞ። ካልኣይ ዓሰርተ ዓመታት ትም ምስ በልና ታሪኽና ታሪኾም መሲልዎም። ሳልሳይ ዓሰርተ ዓመታት ትም ምስ በልና ግን ብዓባያ ኤርትራ ናቶም መሲልዎም ሓይሊ ባሕሪ ኣብ ሓመድ ክምህሩ ጀሚሮም። እቲ ዘልዓልናዮ ከም ዝበልካዮ እቲ ናይ ባሕሪ ጉዳይ፣ ስቕ ኢላ እታ ማይነር እያ ኣንእሽተይ እያ እታ ዝነኣሰት እያ ንገድፎ ነገር ኣይኮነን ክንቅጽል ኢና ገና። ወያነ ምሕፋር ማለት እንታይ ማለት ምዃኑ ስለ ዘይፈልጥዎ ድማ እነሆ መን ምዃኖም ስጋብ ዝጠፍኦም ብኣናን ብታሪኽናን እውዕሉ ኣለዉ። ሃገራዊ መዝሙርና ምዝማት ተሪፍዎም። ገድሊ ፈዳይ ሕነ ኤርትራ ብዓባያ እንተኾይኑ መንእሰይ ድማ ፈዳይ ሕነ ገለ ክፋል ኤርትራዊ ታሪኽ እዩ። ከዛርቡና እንድዮም ደልዮም ጀሚርና ኣለና በሉ መንትን ከብለና ከም ዝኽእል ሎሚ ክንርኢ ኢና። ካብ ገዛእ ታሪኽና ክንሕባእ ስጋብ መኣስ ንምንታይ ከ እሞ ድማ ካብ ዘሕብን ታሪኽ ተጻዋርነትን መኸተን ኣይተዘመትናን ዲና ኣይተወረርናን ዲና እባ ኣየዕነውናን ድዮም ኣይከሓዱናን ድዮም ኣይተሰደድናን ዲና ኣይተፈናቐልናን ዲና ብቑጠባ ተረሚስና ድሕሪት ክንተርፍ ብዘይ ዕረፍቲ ይሰርሑ እንድዮም ፋብሪካታትና ክዓኑ ፍርያትና ዕዳጋ ንኸይረክብ ወደባትና ንኸይሰርሕ ከም ጠንቋሎ መዳስ ኣሜሪካ ልሒሶም ፍረ ሓሳድኦም ክነብሩ ኣግማሎም የስትይሉ ይበሉና እንድዮም። ንሶም ክትኩሱ ጅግንነት ንሕና ክንትኩስ ወራር ኣይተባህለን ድዩ? ምስ ጽላሎትና ድዩ ነይሩ እዚ ኩሉ ውግእ? መዋግእትና መን ድዩ? ሎሚ ድማ ቡዳ ወኖም ከየዕርፍ ሕማም ጭንን ሰጎሮም መብርዕ፣ ዓሳ ክበልዑ ነወዝቦም መድሃኒት ከይረኸበ ደርሆ ከይነቆወ እንጉይ ጀሚሮም። ኣበየናይ ኦፊስ ድኣ ተጀመረ ሃንደበት ሕውነት ምስዚኦም? ኣብ ማእከል ማዕበል ዶ ጃልባ ቅየሪ? ንባዕሎም ዕዳ ኣለዎም። ንደቆም ዕዳ ኣለዎም ገና ዘይተወለደ ኤርትራዊ ዕዳ ኣለዎ ገና ዘይተወለደ ኤርትራዊ ዕዳ ኣለዎ። ህዝብና ልቢ ዕብዩ ሕድገት እንዳገበረ ዝተጓዕዘ እኮ ታሪኽ ከይሸፋፈነ ኣፍርዩ ዝጸሓፎ ናይ ልዕሊ ክልተ ሚእቲ ዓመት ፍሩይ ናይ ውግእን ክርፍስን ሰነድ ኣለና። ግዜ ብግዜ እንዳተተኻኸ እንሆ ኣብ ሎምተ በጺሑ ሎሚ ድማ ብሉጻት ዝወስድ ውግእ ገጢሙና ምስዚኦም ክንዋጋእ ጸኒሕናን ኣለናን ድማ። ኣብ መንጎ እዚ ብውሑድ ክልተ ሚእቲ ዓመት ግና ሰባት ከከም ኩነታቶም ምስ ሃጉሙ ንግዲ ላወጡ፣ እበኣሱ፣ እቕረበሃሃሉ፣ ይወልዱ፣ ዛመዱ፣ ከም ካልእ ሰብ ዓለም ናይ ውልቀ ሰባት ጉዳይ ማይሱ። ክንደይ ተጋሩ እኮ ምሳና ዓብዮም ንፈትዎም ፈትውና ተዛሚድና ተዋሊዶም እዮም። ወረ ዝተቓለሱ እሞ ብ ታሪኽና ብደሚቕ ቀለም ደም ዝተጻሕፉ ኣለዉ። ንታሪኽ ትግራይ እውን ከምኡ ዝወደቑሉ ኤርትራውያን ኣለዉ ኣሉ ስጋብ ዝበሃሉ ተባሂሎም እውን እዮም። ኣኸለ ካብዚ ዝሓለፈ ሕውነት ግን ብኸመይ እዩ ተደልዩ? ሃገር ዋንነቱ ናይ ዝመጽእ ወለዶ እዩ። ኣፍቂርካ ልብኻ ሰሊዕኻ ስለ ዝሃብካ መሬት ሕድሪ ሰሰሊዕኻ ትላወጥ ማለት ድዩ? ነዚ ዘመን ዝወከለት እሕዋት ኢና ትብል ናይ ፖለቲካ ፋሽን ዝኾነት ቃል መን እዩ ዋናኣ? ኣብ ውሽጣ ገንእታት መርዚ እኳ እንተለዋ ብዘለዋ ዋላ እንተወሰድናያ ግን መን እዮም ታሪኻውያን ኣሕዋትና ንዝብል ሕቶ ግድን መልሲ የድልዮ ብዘረባ ድማ ወያነ ኣሕዋትና እዮም ምስኦም ሓቢርና ተቓሊስና ሎሚ እውን ሓቢርና እንተሰራሕና እንተተቓለስና ጸገም የብሉን ንዝብሉ ምሁራት ኣነ እኳ ንሁራት እየ ዝብሎም ንዕኦም እውን እዩ ዝመልሲ ምክንያቱ ክንዛረብ ስለ ዝተደልየ ክንዛረብ ኢና ምዞም ኣዲኦም ገዲፎም ሓማቶም ዝናፍቑ ምስ ወያነ ሕዋት ኢና ዝዝምሩ ውልቀ ተንታኖ ሕውነት እንታይ ማለት እዩ? ብዋጋ መንከ ከመይ ማለት እዩ? ታሪኻዊ ሕውነት ካብ መኣዝ ጀመረ? ካብ ሱዳናውያን፣ ሶማላውያን፣ ጅቡታውያን፣ ኢትዮጵያውያን ዝተፈልየ ሕውነት ብኸመይ ስለ ዝተመስረተ እዩ? እቲ ዘሕዝን ገዚፍ ዲግሪ ጽዒኖም ድንቁርና ዝምህሩ ምሁራት እዮም ንክውንነት መሃነኑ ዘጥፍኡሉ። ንፈጣሪ ዜግነት ክህብዎ ዝፍትኑ ናይ ዘመንና ልሂቃን ኣብ ኤውሮጳ ጻዕዳ ፈጣሪ ኣብ ኤርትራ ጸሊም ተባሂሉ ፈጣሪ ዝቀያየር ዝመስሎም ክንምሕል እንከለና ዒራት ናይ ኤርትራ ፈጣሪ ጥራይ ሰሚዑና ኢሎም ብምሕሳብ ብመልሓሶም ኣንበድቢዶም ኣብ ዘጉህርዎ እሳት ሰብ ክጠብሱ ምስ ማለሊት ቃል ኪዳን ዝኣሰሩ ወትሩ ዙርያ እዛ ሃገርን ህዝባን ምስ ዘንበየኦም እሞ ክንዛረብ ክንቅሰብ ኢና ስጋብ ቆልኦም ዝወርድ ገዛ ዓጽዮም ዓዕ ይበሉ ባንዴራ ኤርትራ ሚሒሎምላ ባንዴራ ኢትዮጵያ መዲሮምላ ባንዴራ ክልል ኣስቆርቂሮምላ ጉዳዮም እዩ ኢልና ትም ኢልና ሃገር ምባልና ስጋብ ክብርና ተንኪፎም መርኣያ መዕበያኦም የልና ትም ኢልና ክምሻሙ ብኣመጻጽኣን ክብሪ ንሃገር ፕሮፖጋንዳ ካብ ጀመሩ ግን ክንዛረብ ተቐሲብና ባንዴራ ሕብራዊ ጨርቂ እዩ ንዕኦም በሃላይ ቻይና እንተኸፊላቶም ብፍልቀተ ትእምርቲ ቻይናዊ ዘርኢ ኣለና ኣቑርደት ናይ ቻይና እያ እላላን ካምፓላን ዓዲ ጉሮቶን ቶሮንቶን ትም ኢሉ ስመን ኣይተቀራረበን ገለስ ኣለና ኢሎም ከዋስቡ ክለዓሉ ምንም ስኽፍታ የብሎምን ክፈሎም እምበር ምስ ዝኾነ ጫፍ ዘርኢ ከላግቡ ዓዲ ክሸጡ ብሄር ክልውጡ ባዕሎም ክሽየሙ ባዕሎም ክዳንዩ ድም ብርፅ ደይብሎም ነጋውስ ውሻጠ ኣለው ሓሲዮም ኣይስኮፉ ዝያዳ ግን ከይብሉና ይብሉ ምኽንያቱ ኣይብሉን እዮም ስለዝበሉና ኣይንብልን ውን ፀኒሕና ኢና ሎሚ ግን ክንብል ኢና ከዛርቡና እንድዮም ደልዮም ጀሚርና ኣለና ዘረባ ብኣፎም ሕሉፋት ሃገራውያን ዝመስሉ እረ ሓደ ሓደ ግዜስ ዓደልት ዜግነት ዝቕየሩ እዮም ሃገር ልዕሊ ሰብ ከም ትብጽሖም ብማይክሮፎን የእውዩላ ተሓቢኦም ግን ብተሌፎን ይዋገዩላ ትውልዲ እምበር ብስጋ ሃይማኖቶም ጨጎሮኦም እዩ ዓዶም ጅቦኦም እዩ መጋርያ ረብሓ ምስ ዝኣጎደ ቃላት ክድክሩ ርኢኻ ኣይትገረም ካልእ እውን ኣሎ ክንዛረቦ ኢና ኣስተውዕል ብኣካል ዝሳተፍዋ ቃልሲ የላን እንተ ነይራ እውን ሎሚ የላን። ብወንጭፍ ከመሓድሩና ግን ናይ ወትሩ ሕማሞም እዩ። እቲ ዝገርም ኣብ ኣጀንድኦም ንኽውድቡና ከፈራርሑና ከም ዘለዎም ምርቃቖም እዩ። መንግስትኹም እለዩ መጺእና ክንመርሓኩም እምቢ ምስ በልና ነታ ደርፊ ግጥሚ ቀይሮምላ ምስ ተጋሩ ሕዋት ኢና ናብ ትብል ጣዕመ ዜማ ሰጊሮም ኣለው። ፍቕሪ ሕውነት ስለ ንጸልእ ኣይኮነን ብዋጋ መን ብዋጋ እንታይ ዝብል ሕቶ ግን ክምለስ ስለ ዘለዎ ክንዛረብ ኢና። ሎሚ ጎልብብ ጎላብብ የለን ፍሉይ ሕውነት መኣስ እዩ ካብ ሳንዱቕ ተነጊፉ ወጺኡ እዚ ኩሉ ዝወደቐ ወዲ ኤርትራ እኮ ናይ ስጋ ሕውነት ጸሊኢ ተዋደቐን ሃገር ሓው የብላን ኢሉ እዩ ርእሳ ክትክእል ወዲቑላ ንናይ ኤርትራውያን ኤርትራ ነዛ ድኻ ዝብልዋ ሃብታም ደም ዝተኸፍላ ሰባ ሃብቲ ሓላል ሃገር ውላዳ ንዋዛ ኣይወደቐን። ሓንቲ ሃገር ምስ ዝኾነት ካልእ ሃገር ብኽልተ ነገር ጥራይ እያ ትራኸብ፣ ብረብሓ ወይ ብፖለቲካ። ኣኸለ። እዚ ብጥዕና ዘለዎ ርእሲ ዝሕሰብ ሓቂ እዩ። ኤርትራ ካብ ዝስጋብሎም ዝኸደቶ መገዲ ንላዕሊ ብሕጂ እትኸዶ ስለ ዝነውሕ መገዳ ክትጥሕን ውሽጣን ግዳማን እንዳኾስተርና ኢና ደቃ ክንመርሓ። ብኣንድነት ትርከብ ስልጣን የላ፣ ብወልመጥመጥ ትርከብ ሽመት የላ። ኣሕዋት ኢና ቤት ትብል ገዛፍ ነጸላ ጎልቢቦም ወያነ ከም ሓንቲ ተጣባቒት መሰል ህዝቢ ኤርትራ ከምስልዋ ዝፍትኑ መልሰይ እዚ እዩ። እዛ ድሕሪ ምስ ጣልያን ዝመፀት ኤርትራ ዝበሃል ሹም ንሓንኮልና እምበር ደቡብ ሰሜን ሰሜን ሰሜን ትግራይ ደቡብ ትግራይ እንዳበልና ክንገልፆ እዩ ዝሕሽ። ቅድሚኡ ግን ሕማም መስፍንነት ወያነ እንታይ እዩ፣ ብኸመይ እዩ ሰሪፅዋ ከም መእተዊ ክንትንክፎ ክንፍትን ኢና። መስፍንነት መሬት እዩ። ኣብ መስፍንነት ዝሰፍሐ መሬት ዝውንን ዝበዝሐ ህዝቢ ይገዝእ። ስለዚ ድማ ዓመት መጸ ዝበዝሐ ግብሪ ይእክብ። ፖለቲካ ቁጠባዊ ሰረትካ ክተደልድልን ከተዕብን ድማ ወራርን ጥልመትን ክልተን ኣገደስትን ዘይናጻጸሉን መሳርሒታት መስፍንነት እዮም። ኣብ ኢትዮጵያ ወነንቲ ናይዛ ሃገር ኢና በሃልቲ ብርግጽ ድማ መስረትታን ሓብሓብታን እቶም ቅድሚ ኣህዛብ ጎረባብቶም ኣብ መስፍንነት በጺሖም ስልጣን ክሃንጹን ከደልድሉን ዝኸኣሉ ብሄራት ክኾኑ እንከለዉ ሓደ ካብዚኦም ተጋሩ እዮም። ተጋሩ ብኸመይ እዮም ታሪኻውያን ኣሕዋትና ንዝብል ክበጽሖ እንዴ ንቐጽል። እዞም ኣቐዲሞም ድርኩኺት መስፍናዊ ደረጃ ምዕባለ ዝረገጹን ስልጣን ሃኒጾም ምስ ኤውሮጳዊ ርእሰማልነትን ፍርያቶምን ብምልላይ መሳርሒታት ኣውራኻኡ ድማ ብረት ክሽምቱ ዝኸኣሉን ብሄራት ኣብ ከባቢኦም ቀንዲ መሳርሕን ተለኣኣኽትን ኤውሮጳዊ መግዛእቲ ኣብ ልዕሊ ጎረባብቶም ድማ ወከልቲ መግዛእቲ ኮይኖም ክጉይትቱ በቒዖም ነይሮም እዮም። ፍርቂ ጉይትነት ብእሽጎይታ እዩ ዝተረኽበ እዩ ግና ይኹን ስርዓት ማለሊት ብዛዕባ ዘመናውነት እትልፍልፎን ክትመስሎ እትፍትንን ንጎድኒ ገዲፍና በዚ ጎረባብታ ካብ ዝሰፈሩ ብሄራት ቃጽዖታት ምግባተን ጥልመትን ሓሶትን መስፍናዊ ባህልን ባህርን እትልለ ቀንዲ ኣክተር ናይዚ ከባቢ ኮይና ክትቅጽል ጸኒሓ እንታይ እቲ ድርሰት ድሒርና ክንሪኦ ኢና ኣባሓጎታታን ልዕሊ 200 ዓመት ዝዓየሉን ዝመለኽዎን ባህሊ ሕጂ ሃንደበት ክትላቐቕ ትኽእል እያ ኢልካ ምሕሳብ ካብ ሃመማ መዓር ምጽባይ እዩ። እዚ ድማ ልዕሊ መሪሕነት ህዝባዊ ግንባር ኣዳቒቑ ዝፈልጦ የለን። ስለዚ እዩ ከኣ ከምቲ ኣቦታትና ክምስሉ ዓሻ ሲኣይ ደርሆ ክፍውስ ደዓኛ ይሓርድ ዝብልዎ፣ ኢትዮጵያ ብዓባይ ኣብ ትሕቲ ምሉእ ምቁጽጻር ኣእትያታ እንከላስ መሬት ወልቃይትን ራያን ክትግብት ክትብል ምስ ህዝቢ ኣምሓራ በዚ ዓመት ክፍታሕ እዩ ብዘይበሃለሉ ጽልኢ ተሸሚማ ትርከብ። ካብኡ ብዘይፍለ ድማ ቃጽዖታት ባድመን ዓዲ ምሩግን ክትግብት ክትብል ምስ ህዝቢ ኤርትራ ዘለዋ መተካእታ ዘይብሉ ስትራተጂካዊ ረብሓ ሰዊኣ ከይኣኽላ ኣብ ሰማይ ዘሎ ደበና ባድመ እንዳበለት ጸሓይ ተዕርብ እነሀት። ተጋሩ ብፍቕርና ዝነዱ ኣሕዋትና ምዃኖም ብጭብጢ እንዴ ከእምነካ ንኺድ። ንምንታይ እዮም ናብ ናይ የመን ታሪኽ ናብ ናይ ማእኸላይ ምብራቕ ታሪኽ ናይ ትማሊ ታሪኽ እንዲ የውግዑ ናይ ኣፄ ዮሃንስ ናይ ጀነራል ኣሉላ እንዲ የውግዑ ናምንታይ ናብ ታሪኽ ክንዛረብ ካብ ደለዩናስ ብድሕረ ባይታ ብ ታሪኽ ንጀምር፣ ከይንርሕቕ ድማ ብጥቓና ብከባቢ ክልተ ሚእቲ ዓመት ጥራይ ንጀምር። ዘየባትኽ ወራራትን መዘና ኣልቦ ጭካነን ደጃች ውቤ ኣብ መፋርቕ መበል ዓሰርተ ትሽዓተ ክፍለ ዘመን ደጃች ውቤ ደርጎኛታት ደጓዖ ትግራይ ኣምሪሑ ኣብ ልዕሊ ህዝቢ ከበሳን መሬት መንሳዕ ሓልሓል ቦጎስን ሓባብን ህዝቢ ናራን ኩናማን ቀውዒ መጸ ሕዳረ ጥሪ ዘካይዶ ዝነበረ ወራራትን ትእዛዛቱ ከማልኡ ብ ልዕሊ ዘይከኣሉ መብዛሕትኡ ግዜ ሰኣን ዓቕሚ ፈሰስ እናሰደደ ዝፍጽሞ ዝነበረ ግፍዒ መግለጺ ክትረኽበሉ እውን ዝከኣል ኣይነበረን። ቀለብ ሹማምንቱ ዝኸውን ሓንቲ ከየትረፉ ዓዲ ዘፍረየቶ ጻዕዳ ጣፍ፣ ስርናይ፣ ሜስ፣ መውደቕ መዓር ከምኡ ድማ ጠስምን ጸጉራ ብወረጦ ዘይተሓዝ ስብሕቲ ላም ክቕረበሎም እንከሎ ወራሩ ተወዲኡ ክሳዕ ዝምለስ ድማ ምሸት ምሸት ገዓትን መርዓትን እእዝዙ ነይሮም። ብዘይካዚ ንደርጎኛታቱ መዓልታዊ ስዋን እንጌራን ከቕርቡ ይግደዱ። ትእዛዝ ውቤ ምፍጻም ዝሓንገደት ዓዲ እንተተረኺባ ክሳዕ ትርዕን ፈሰስ እናሰደዱ እዚ ዘይበሃል መቕጻዕቲ የውርዱላ። እኽሊ፣ ጠስምን መዓርን ሓቢኦም ኣለዉ ኢሎም ዝጠርጠርዎም ገባሮ ድማ ምእንቲ ክለፋልፍዎም ዓተር ቆልዮም ብርስኑ ኣብ እዝኖም የእትዉሎም እሞ ብው ቢሎም ንሓዋሩ ጸሚሞም ይተርፉ። በዚ ድማ እዩ ክሳዕ ለይቲ ሎሚ ኣብ ከበሳ ብዘበ ውቤ ዝጸመመስ ዝባን ውቤ ክብል ነበረ እናተባህለ ዝምሰል። ኣብ ምድሪ ናራን ኩናማን ድማ ንቆልዓ ከፈራርሑ እንተደለዩ መገዲ ኣሉላ፣ ደርጎኛታት ትግራይ መጺኦምኻ እናተባህለ ከም ዝፍርሕን ከም ዝምእዘዝን ይግበር ነበረ። ፈሰስ ማለት ምኽፋል ንዝኣበየት ዓዲ ዝራስዩን ዝበልዑን ዝሰትዩን ሰራዊት ኣብ ዓዲ ምቕማጥ ማለት እዩ። እዚኣ ሎሚ መን እንደግማ ኣሎ ኣጥዒና ንፈልጦ ኢና። ንኺድ! ጥልመት ካሳ ኣባ በዝብዝ ሃፀይ ዮሃንስ፣ ራእሲ ኣሉላን ዓሰርተ ሸሞንተ ሰብዓን ሽዱሽተን እዩ። ራእሲ ወልደንኪኤል ድሕሪ ሓያል ጅግንነት ዘመስከረሉ ኹናት ጉራዕ ዓሰርተ ሸሞንተ ሰብዓን ሓሙሽተን ካሳ ኣባ በዝብዝ ዝገብሮ ብተንኮል ዝተላዕጠጠ ምምቕቓል ካብ ግብፃውያን ዝተሰልበ ኣፅዋር ኣይተሓጎሰን። በዚ ድማ እምቢትኡ ብጋህዲ ገሊጹ። በዚ ሰምበለ ካሳ ኣባበዝበዝ ንራእሲ ባይርኡ ደጓዕ ተምቤን ኣኸቲሉ፣ ንራእሲ ወልደንኪኤል ክኣስር ንሓማሴን ሰዲድዎ። በዚ መሰረት ካብ ሰኒታ ክሳብ ወኪዱባብ ዝተኻየደ ኩናት ራእሲ ባይርኡ ተሳዒሩ፣ ንባዕሉ ርእሱ ተቖሪጹ፣ ተረፍ ዝሞቱ ደርጎኛታቱ ሃዲሞም ንትግራይ ተመሊሶም። ልቡ ዝሞሎቖ ራእሲ ኣሉላ፣ ደርጎኛታት ኣምሪሑ ካብ ዓዲ ተኽላይ ከባቢ ሕምብርቲ እናተበገሰ ዝገብሮ ተደጋጋሚ ኩናት ምስ ፈሸሎ፣ መራሕቲ ሃይማኖት ኣምሪሖም ደጊም ጅግንነትካ መስኪርካ ኢኻ እሞ ናይ መረብ ምላሽ ሽመትካ ክንባርኸልካ ኣክሱም መጺእኻ ክትቅባእ ሃፄ ዮሃንስ ዝጽውዑኻ ኣለዉ ኣብ ልዕሊኻ ዝኾነ ጉድኣት ከይወርድ ከኣ ንንጉስ ኣብ ዓሰርተ መሳቕል ኣምሒልናዮም ኢና ሕጂ ድማ ንሕና ኣብ ክንድኦም ኮይንና ንምሕለልካ ኣሎና ኢሎም ምሒሎምሎም ራስ ወለንኪኤል ድማ ሃይማኖተኛ እዮም ዝነበሩ እሞ ኣሚኖሞም እምነት ባህሊ ኤርትራውያን ስለ ዝኾነ ሽመቶም ክባርኹሎም ንትግራይ ነቒሎም ድሕሪ ናይ ክልተ መዓልቲ ጉዕዞ ካብ ሰራዊቶም ምስ ማሕደጉን ምስ ተዛነዩን ኣዘንጊዖም ኣሲሮሞም ሰብ ኣብ ዘይፈልጦ በዓቲ ንሕልፈት ሓይሮሞም መልእኽተኛ ሰዲዶም ንጉስ ኣይጠልምን ኢሎም እንተሓተቱ ዓሻ ሓማሴናይ ከይመሓልካ ሽመተይ ይግነን ድብል መልእኽቲ ተመሊስሎም። ናይ ዓሰርተ ትሽዓተ ናይ ሰመናን ትሽዓተ ናይ ዓሰርተ ሸሞንተ ሰማንያን ትሽዓተን ቴስዓን ዶ ይኸውን? ይግደፎ እቲ ካልእ ታሪኽ። ጥልመት ራእሲ ስዩም ኣብ ልዕሊ ደጃች ባህታ ሓጎስ ዓሰርተ ሸሞንተ ሰማንያን ትሽዓተን ደጃት ባሕቲ ሓጎስ ተንኮል መግዛእት ጣልያን ተረዲእዎ ኣንጻር ጣልያን ክቃለስ ምስ ወሰነ ኣብ ጥቓኡ ምስ ዝነበረት ትግራዋይ ራእሲ መንገሻ ወዲ ሃፀ ዮሃንስ መኺሩ ተሓባቢሮም ክዋግኡ ተሰማምዑ። ደጃት ባህቲ ሓጎስ ሃባ ጥመር ነዚኦም ኣሚኑ ኣንጻር መግዛእት ጣልያን ኣብ ልዕሊ ታብ ሰገነይት ዝነበረት ነቑጣ ብዝወሰዶ ስጉምቲ ምስ ጀመሮ እቲ ኲናት ንሓላይ ገጹ ደይቡ ተኾሳተር ምስ ኮነ ብማጆር ተሰሉ ዝምራሕ ሰራዊት ጣልያን ነዚ ናይ እባ ጥመር ተቓውሞ ክደቁስ ካብ ማዕረማን ካልእ ቦታታትን ረዳት ክጓርት እንከሎ፣ ደጃች ባህታ ድማ ብመሰረት ኣቐዲሙ ዝኣተዎ ውዕል መልእኽተኛ ሰዲዱ ንራእሲ ስዩም ክሕግዞ ጻውዒት ኣቕሪብሉ። ራእሲ ስዩም ከምስል ሰራዊቱ እንቀሳቒሱ ካብ ኳዕቲት ክሓልፍ ግን ኣይከኣለን። በዚ ድማ ነቲ ከም መቐናቕንቱ ክሪኦ ጀሚሩ ዝነበረ እባ ጥመር ከም ዝጠለሞ ታሪኽና ሰኒድዎ ኣሎ። ናብ ሕጂ ንምጻእ ናብ ጃንሆይ ምስ ሃይለስላሰን ስርዓት ደርግን ተዓሲቦም ዝሰርሑ ዝነበሩ ተጋሩ ኣብ እዋን ሃይለስላሰ ሓይሊ ቀፅሪ ናፅነት ኣዳኺምካ ሓይሊ ኣንድነት ንምትርናዕ መጀመርያ ብሸፋቱ ትግራይ ንደለይቲ ናፅነት ምቕንፃል ሲኞር ሜሎ ትብዚ ኣብ መታሕት ኣዝማች በርሀ ገብረኪዳንን ካልኦት ውሩያት ኤርትራውያን ደለይቲ ናፅነት ቀንፂሎም ሕቡራት ሃገራት ብጉዳይ መጻኢ ኤርትራ ርእይቶ ህዝቢ ኤርትራ ክፈልጡ ብዝመፅሉ ካብ ትግራይ ብኣውቶቡሳት ተጓሪቶም ብዕሉላት ኮማሮ ተጋሩ እናተዓጀቡ ፈቐዶ ከተማታት ኢትዮጵያ በልየ ብሽመል ከይትሕመልየ እናበሉ ህዝቢ ዘስግዑን ዘርዕዱን ዝነበሩ ተጋሩ እዮም። ንምጻእ ናብ ዘበን ደርጊ ኣብ እዋን ደርጊ በዓል ጸጋ ልኡልና ርኣያ በላይን ካልኦትን ዕሉላት ካድራት ኮይኖም ህዝቢ ዘእስሩን ዘሳቕዩን ንብረት ንጹሃት ኤርትራውያን ክወርሱ ምስ ወንበዴት ተሓባበሪ እናበሉ ክንደይ ንጹህ ሰብ ብዘይልቡ ሃጺሉ ከም ዝጠፍእን ዝገብሩ ዝነበሩ ተጋሩ እዮም። ቋንቋና እናተዛረቡ ኤርትራውያን ጓሶት መራሕቲ ሃይማኖት ባሕታዎት ተመሲሎም ናብ ገጠራት ኤርትራ እናተንቀሳቐሱ ስለያዊ ሓበሬታ ዝእክቡን መርዚ ብዓይነታት ማይ እናፍሰሱ ተጋደልቲ ዝምርዙን ዝነበሩ ተጋሩ እዮም። ክንዛረብ እንዲ ተደልዩ ንቐጽል። ጥልመት ናይታ ንግስቲ ጥልመታት ዝኾነት በብሓጎታታ ዝወጸት ቀንዲ ማሕበር ናይ ኣሕዋትና ዝኾነት ወያነ ጥልመት ጃንዳ ወያነ ኣብ እዋን ብረታዊ ቃልሲ፣ ኣብ እዋን ሻድሻይ ወራር ዝተገብረ ጥልመት ገለ ላዕሊ ላዕሊ እንዳ ዳህሰስና ኢና ክንከይድ። መንግስቱ ሃይለማርያም መዘና ኣልቦ ዘመናዊ ጽዋር ነፈርቲ፣ ታንክታትን መዳፍዕን ረሻሻትን መራኸቢ ሬድዮታትን ዓጢቑ ክሳብ ሰለስተ ሚእቲ ሽሕ ሰራዊት ኣሰሊፉ ብናይ ሶቭየት ሕብረት፣ ናይ ሕጂ ሩስያ፣ ምብራቕ ጀርመን፣ ደቡብ የመን፣ ሊብያ፣ ቼኮዝላቫክያ፣ ሰሜን ኮርያ፣ ስሙያት መራሕቲ ኩናትን ገሊኦም ናይ ካልኣይ ኩናት ዓለም ምኩራት ተሰንዩ ንሰውራ ኤርትራ ላንዴና ለመጨረሻ እናበለ ካብ ገጽ ምድሪ ክድምስስ ቅሉዕን እውጅን ወራር ምስ ጀመረ መሪሕነት ወያነ ከምቲ ናይ ኣባሓጎታታ ናይ ጥልመት ተንኮል እያ ፍሒሳ። ህዝባዊ ግንባር ኣብዚ መጺኡ ዘሎ ወራር መኪቱ ክወጽእ ኣይክእልን እዩ። ስለዚ እማ ምስዓሩ ዘይተርፍ እዩ እሞ ምጥፍኡ ስለ ዘይተርፎ ንምንታይ ንሕና ኣብ ዘይዕዉት ኲናት ምስኡ ተጸሚድና ንጠፍእ ዝብል መደምደምታ እያ በጺሓ። ያኢ ልዕሊ ሻቡ ናይ ልዕሊ ዕስራ ዓመት ሃብታም ተመክሮ ደሊቡ፣ ዘዋጽኦ ስትራተጂ ሓንጺጹ ዝምክት ዝነበረ መሪሕነት ህዝባዊ ግንባር ፈላጥ ኮይና፣ እዚ መሪሕነት ሻዕብያ ዝኽተሎ ዘሎ ቅዲ ኩናት ዘይሳይንሳዊ እዩ፣ ናይ ብርጅዋታት ቅዲ ኩናት እዩ። ሰራዊት ሻዕብያ ነዚ ሽሾ ሰራዊት ደርግ ምስ ዘመናዊ ጽዋሩን ሰቭየታውያን ኣማኸርቱን ፊት ንፊት ገጢሙ ክስዕሮ ኣይክእልን እዩ። ስለዚ ድማ በዚ ንሕና ንብሎ ዘለና ስነ ፍልጠታዊ ቅዲ ኩናት መሰረት ሰራዊቱ ናብ ህዝቢ ፋሕ ኣቢሉ ካብ ቅድሚ ሰራዊት ደርግ ክእለ ኣለዎ ከምኡ እንተዘይገይሩ ግን ንሓዋሩ ክጠፍእ እዩ ዝብል ንሳ ጉርሒ ትብሎ ናይ ኣሕዋት ምኽሪ ሒዛ እያ መፂኣ። መሪሕነት ሻዕቢያ ግን ኩሉ ሸነኻዊ ዓቕሙ ኣኻኺቡ ዝመፀ ይምፃእ ወራሪ ባርዕ ሰውራ ሓራን እናደረፈን ንነፍሲ ወከፍ ስድሪ መሬት ኤርትራ ረዚን ዋጋ እናኸፈለ እንተጓዒዙ እቲ ብዝኾነ ዓማጺ ሓይሊ ዘይጠሓስ ቀይሕ መስመሩ ድፋዓት ሳሕል ዝዓረደ ድሕሪ ናይ ዓሰርተ ዓመታት ዘየባትኽ ናይ ምርብራብ ኲናት ድማ ንዅሉ ወራራት ደርጊ ኣላሽ ኣቢሉ ንናደው እዝ ብምድምሳስ ብዘየዳገም ስትራተጂካዊ ጸብለልትኡ ብ ልዕሊ ሰራዊት ደርግ ኣረጋጊጹ ወያነ በይ ነይራ ዶ ትብሉ ኣለኹም? ንወያነስ ሓዚልና ኣዲስ ኣበባ ኣእቲናያ ይብሉ። ካብቲ ጉድጓድ ፂሒራ ዘውፃቶም ወያነ ምዃና ግን ሓንቲ መዓልቲ እውን ተዛሪቦም ኣይፈልጡን። ዝነበረት ኮይና ስለትሰበኽ ክንዛረቦ ኢና ሎሚ። መሪሕነት ወያነ ኣብዚ ናይ ዓሰርተ ዓመታት ሓያል ናይ ምርብራብ መድረኽ ምጥንኻር ብዝብል ፈሊጥ ኣብ በረኻታት ደደቢት ተሸጒጣ ብመደብ ምሉእ ግዜ ኣብ ምድኻም ህዝባዊ ግንባር ተጸሚዳ እያ ኣሕሊፋቶ። ገለ ካብቲ ናይ ሻቡ ጊንጢ ስርሓታ ክንዝክር ክንፍትን። ብድምፂ ሓፋሽ ኤርትራ ዝጀመረቶ ናይ ባዕላ ፈነወ ምስ ከፈተት ድማ ኣበርቲዓ ዝቐጸለትሉ ናይ ጸለመ ፕሮፖጋንዳ ህዝባዊ ግንባር ኣብ ከምኡ ዝበለ ናይ ነዳያት ሓሸውየ ክኣቱ ስለ ዘይደለየ፣ ትም ኢልና ዘለና ትም ክንብል ስለ ዝመረጽና እምበር ዝዝረብ ተሳኢኑ ኣይኮነን ዝብል መልሲ እዩ ሂቡ። ኩሉ ዓቕሙ ጓሕጒሑ ምምካት ደርግ ቀጺሉ። ማዕረ ማዕሪኡ ብወገን ባድማን ኣርባዕተ ዓድታት በለሳን ከባቢ ጸሮና ትገብሮ ዝነበረት ምትኹታኹ ከይኣኽላ ተረፍ መረፍ ጉጅለታት ደምሓኤ፣ ሳግም ቀጽል፣ ሰውራዊ ባይቶ፣ ጉጅለ ተያር፣ ኣተባቢዓን ገንዘባዊ ሓገዝ እናገበረትን ንስደት ዘምርሑ ኤርትራውያን መንእሰያት እናቐተረትን ኣብ መስርዕ ሓንቲ ካብዘን ጉጅለታት ክስለፉ እናገደደትን ንህዝባዊ ግንባር ብድሕሪት ክወግኡ ተዋፍሮም ነይራ። እዚ ሻዕብያ ይዛረቡልን እዮም፣ ንሕና ግን ከዛርቡና እንድዮም ደልዮም ክንዛረበሉ ኢና። ካብ ሰማንያን ሸሞንተን መሬት ኣማን እዩ ዘሎ ኢላ ምስ ሓሰበት ኣሕዋት ኢና ኢላ መጺኣ ከም ኣመላ እቲ ከም ንስሪ ዓይኑ ካብ ቀዳማይ ጸላኢኡ ንኻልኢት እኳ ትኹን እልይ ኣቢሉ ዘይፈልጥ መሪሕነት ሻዕብያ ግን ኣበይ ደኣ ጸኒሕኩም ከይበለ ኩሉ ብ ከብዱ ቀቢሩ ብ ፍሕሹ ገጽ ተቐቢሉ ይስተናግድዋ። ረብሓን ፖለቲካን ቀዳምነት ስለ ዝስራዕ። ነቲ ስርዓት ደርግ ዝተኣማመነሉ ዝነበረ ካልኣይ ኣብየታዊ ሰራዊት ስለ ዘማህመኖ ወተሃደራዊ ዕማሙ ብ ኤርትራ ናብ ምውድኡ ገጹ ይኸይድ ስለ ዝነበረ ድማ ክልተ ካብተን ስሙያት ኣሃዱታቱ ኣሃዱታት ኮማንዶን መካናይዝድ ክፍለ ሰራዊት ሰብዓን ኣርባዕተን ኣብ ጎኒ ሰራዊት ወያነ ኣሰሊፉ ዘዘፀጎሞም ድፋዓት እናደርዓመ ኲናት ደብሪ ታቦር ሓደ ካብኡ እዩ። ክሳብ ኣራት ኪሎ ሓንጊሩ ብፅሒዋ። ካብ ዘመነ ውቤ ናብ ናፅነት ዶ መፂእና?